ኣብ ዝተፈላለዩ ከባቢታት ሃገርና ብውህደት ህዝብን ህዝባዊ ሰራዊትን ሓያሎ ልምዓታዊ መደባት ይትግበር ኣሎ። ኣብ ሓሽፈራይ ንኡስ ዞባ ሓጋዝ ትህነጽ ዘላ ሓዳስ ዲጋ ድማ ውጽኢት ናይዚ ውህደት እያ። ብዛዕባዚ ወኪል ኤሪና ኣብቲ ንኡስ ዞባ ሰመረ ኢዮብ ንዘዳለዎ ጸብጻብ ኤልሳ ተስፋማርያም።
ፀገም ፅሩይ ዝስተ ማይ ሰብን ጥሪትን ንምፍታሕን ትሕተ ባይታዊ ማይ ንምህብታምን ኣብ ሓሽፈራይ ንእዞባ ሓጋዝ ሓዳስ ዲጋ ትህነፅ ኣላ። ኣብ ጨንፈር ሚኒስትሪ ሕርሻ እቲ ንእዞባ ንህንፀትታ ዲጋ ዝከታተል ዘሎ ኢንጂነር መርሃዊ ተስፋይ ንኤሪና ኣብ ዝሃቦ ሓበሬታ እታ ካብ መጀመርያ ወርሒ ሚያዝያ ብውህደት ህዝብን ህዝባዊ ሰራዊትን ትህነፅ ዘላ ዲጋ ኣብቲ ከባቢ ንዝካየድ ንጥፈታት ሕርሻዊ ልምዓት ልዑል ኣስተዋፅኦ ከምዝህልዋ ኣረዲኡ። እታ ድሮ ልዕሊ ሰማንያ ሚእታዊት ካብ ስራሕታ ዝተሳላጥ ዲጋ ምስ ተዛዘመት ንነበርቲ ምምሕዳር ከባቢ ፋና፣ ባዶብ፣ ሓሽፈራይ፣ ዓዲ ኣልኣሚን፣ ዓዲ ሕመድ፣ ዓዲ ንስሩን ካልኦት ከባቢታትን ንዝስተ ማይ ከም እተገልግል ከምኡ ድማ ኣስታት ሰለስተ ሚእቲ ሄክታር ከተልምዕ ከም እትኽእል ዝሓበረ ኢንጂነር መርሃዊ ንዕዙዝ ሱታፌ ነበርትን ህዝባዊ ሰራዊትን ሞጒሱ።
ኣበርክቶኣ ኣብ ትሕቲ ማይ ኣብ ትሕቲ ባይታ ዘለዋ ንምህብታም ዓቢ ጣሽሙ ተራ ኣለዋ እንተ ርኢናዮ ብፍላይ ሓፈሻዊ እቲ ኣሰራርሓ ናይዛ ጣሽሙ ብህዝባዊ ሰራዊትን በቲ ህዝቢ ንኡስ ዞባ ሓጋዝን ዝካየድ ዘሎ እዩ ኣብዚ ብጣዕሚ እቲ ህዝቢ ይኹን ዋላ እቲ ህዝባዊ ሰራዊት ኣብ ስራሕ ናይዛ ጣሽሙ ብጽቡቕ ንጥፈታት እዩ ይካይዶ ዘሎ ማለት እዩ እቲ ተሪፍና ዘሎ ሕጂ ዳርጋ ሓደ ርብዒ ናይቲ ኣዲጋ ተሪፍና ዘሎ ማለት እዩ። ሰለስተ ርብዒ ድሮ ሸፊንያ ኣለና ማለት እዩ። ኣብቲ ስራሕ ካብ ዝነጥፉ ዘለዉ ነባሪ ከተማ ሓጋዝ ኣቶ ብርሃነ ቡጻምላኽ ኣብ ዝሃቦ ርእይቶ፣ እቲ ከባቢ ያጻምእ ብምዃኑ ኣብ ሰብን ጥሪትን ጸገም ስተ ማይ ከጋጥም ምጽንሑ ብምጥቃስ፣ ምስ ምህናጽ ታዲጋ ግና ዝነበረ ሽግር ማይን ሃልክን ከም ዘብቅዕ ዘለዎ ጽኑዕ እምነት ገሊጹ። ንዓመት ንክልተ ዓመት ዝኸውን ማይ ክዕቅብ ማይ ክዕቅብ ዝኽእል ስለ ዝኾነ ናይ ብሓቂ እቲ ኣብዚ ከባቢ ድሎ ተጠቃሚ በዚ ጠቕሚ እዚ ክረዊ ምዃኑ፣ በዚ ጠቕሚ እዚ ክጸሪ ምዃኑ ከኣ ተፈሊጡሉ ኣሎ ማለት እዩ። ዝኾነ ነገር ነዚ ጉዳይ እዚ ክግበር ከሎ ከኣ በቲ ሰራዊትን ህዝብን ንዩሕ ህዝቢ ዝተኻየደ ስራሕ እዩ። ንኣብነት ኣብ ሰራዊት እንድሕር ኮይኑ ናይ ብሓቂ ኣነ ክሓልፍ፣ ኣነ ክስከም፣ ኣነ ክጽዕር ዝብል ሕልና ስለ ዝነበሮ ስለዚ እቲ ስራሕ ናይ ብሓቂ ዕዉት ስራሕ እዩ። ካብ ኣባላት ህዝባዊ ሰራዊት ኣቶ ኢፍሬም በርሀን ኣቶ ዑስማን ዑመርን ብወገኖም፣ እቲ ስራሕ ልምዓታዊ መደባት ኣብ ምዕዋትን ሞያዊ ተሞክሮ ኣብ ምቕሳምን ልዑል ውፅኢት ከምዘለዎ ብምምልካት፣ መነባብሮ ህዝቢ ንምምሕያሽ ብትግሃትን ተወፋይነትን ክዓዩ ድሉዋት ምዃኖም ኣነፂሮም። ንሕና ብተወፋይነት ዝሰርሕ ህዝቢ ሒሽካ ነዚ ሰብ እዚ ከዓ ምሳኻ ክሰርሕ እንዳርኣኻ ከዓ ንሕትኻ ዘይትገብሮን ዘይትሰርሖን ነገር የለን ብሓቂ ተተባቢዕኻ ኢኻ ትሰርሕ ንህዝቢ እዚ ክሰርሕ እንዳርኣኻስ ቆልዓ ሰበይቲ ክሰርሕ ከሎ ንስኻ ከኣ እቲ ዘለካ ዓቕሚ ክትሰርሕ ናይ ብሓቂ የተባብዓካን የድፍረካን እዩ። ምክትል ተረንተ መብራህቱ ገበረስላሴ ድማ፣ ሕድሪ ሰማእታት ንምትግባርን ታሪኽ ናብ ወለዶታት ንምስጋርን ኣበርቲዖም ይሰርሑ ከምዘለዉ ብምጥቃስ፣ ነታ ትህነጽ ዘላ ዲጋ ውሕስነታ ንምርግጋጽ ብልዕሊኣን ትሕቲኣን ዛላታት ክሰርሑ መደብ ከምዘለዎ ኣብሪሁ። እዛ ዲጋ እዚኣ ተሰሪሓ ትሕተ ባይታዊ ማይ ከተህብትብን ንከባቢኡ ዘሎ ማይን ህዝብን ጥሪትን ከተሰትፋ ዓቢ ተስፋታትን ዓቢ ኣስተዋጽኦን ክህልዋ ተስፋ ንገብር።